ኣብዚ ዓለም ኩሉ ሰብ ንናተይ ዝብሎ ነገራት ኣለዎ ኣብ ልቡ ማለት እዩ so ነቲ ኣብ ልቡ ዘሎ ነቲ ኣምላኽ ዝሃቦ ብንእስነቱ ከሎ ወይ ድማ ብህጻንነቱ ከሎ ጌና ካይተወልደ ከሎ ዝሃቦ ኣምላኽ ንዕኡ ናብዚ ባይታ ንኽነውርዶ ኣብዚ ባይታ ኣውሪድና እቲ ዝደለናዮ መጠን ናብ ዓይነት ናብራ ንኽንነብር ኣብ ሓዳርና ድዩ ኣብ ትምህርትና ዲና ንፉዓት ክንከውን ኣብ ቢዝነስና ዲና ኣብ ወፍሪ ድዩ ኮታ ኣብ ኩሉ መዳይ ናይ ህይወትና ዕዉታት ኬና ክንወጽእ ወይ ድማ እቲ ዝደለናዮ ነገር እቲ ኣብ ልብና ተሰሪዑ ተሰሪሑ ዝተዋሃበና ነገራት ንዕኡ ናብ ባይታ ክነውርዶ ኣብ ንህቅነሉ ነገር ሓደ ጸገም ይመጽእ ወይ ድማ ሓደ ቻለንጅ ይመጻና ማለት እዩ። እዚ ቻለንጅ እንታይ እንተልኩምኒ ንኹላትና ነቲ ንደልዮ ዘለና ዓወት ንኸይንበጽሖ ዝሕዘና ማለት እዩ። ኣብዚኣ ቪድዮ እዚኣ ድማ እዚኤን ሽዱሽተ ዝበለክወን ቻለንጅ ወይ ድማ ንብዙሓት ሰባት ደው ዘብላ ዘለዋ ነገራት ንገሌኹም ምናልባት ሰለስተ ክህልዋ ይኽእላ እየን፣ ንገሌኹም ክልተ፣ ንገሌኹም ሓንቲ፣ ንገሌኹም ከኣ ሓሙሽተ ክኾና ይኽእላ እየን ማለት እዩ ወይ ከኣ ሽዱሽተ እየን ማለት እዩ። So ኣብዚኣ ቪድዮ እዚኣ እንታይ እዩ ናብቲ መገዲ ዓወት ኣብ እንኸደሉ ግዜ ወይ ድማ ሓድሽ ነገር ክንጅምር ኣብ ንሓስብ ሓድሽ እቲ ኣብ ልብና ዘሎ ነዊሕ ዝሰረተ እቲ በቃ ይግበኣኒ ንብሎ ነገራት ክንበጽሕ ኣብ ንሓስበሉ ግዜ ዝዕንቅጸና ነገራት ክንርኢ ኢና ማለት እዩ። ክሳብ መወዳእታ ነዚኣ ቪድዮ ተከታተሉኒ ብክብሪ ዕድመኩም።

ጽቡቕ ንክትህልዉ ከኣ ይምነ ማለት እዩ so ኣብዚኣ ቪድዮ መቸም ዓወት ንኹሉ ሰብ በብናቱ ኣጋላልጻ እዩ ዘለዎ ንዓይ ዓወት እንታይ እንተልኩምኒ ሓደ ሰብ ኣብዚ ምድሪ እንታይ ከም ዝደሊ ወይ ድማ ኣብ ልቡ ብልክዕ እንታይ እዩ ነቲ ናይ ባህጊ ልብናቱ እንድሕር እንታይ ምዃኑ እንድሕር ፈሊጡ እሞ ከኣ ፈሊጡ ጥራይ ከኣ ዘይኮነ ናብቲ መገዲ እንድሕር ዝጓዓዝ ኣሎ ኮይኑ ወይ ድማ ናብቲ ዝደለዮ ናብ ልቡ እንድሕር ዝጎዓዝ ኣሎ ኮይኑ እዚ ሰብ እዚ ዕዉት እዩ ማለት እዩ። ኣደ ክትከውን ትኽእል እያ፣ ሓደ ጋዝ ስተሽን ዘለዎ ክኸውን ይኽእል እዩ፣ ሓደ ምሁር ክኸውን ይኽእል ብዘየገድስ ማለት እዩ። ስለዚ ዓወት በብናትና ደፊነሽን ማለት እዩ። ናተይ ዓወት ንዓኻ ዘይዓወት ክኸውን ይኽእል እዩ፣ ናይቲ ሓደ ዓወት ነቲ ሓደ ዘይዓወት ክኸውን ይኽእል ማለት እዩ። ስለዚ ነናትካ እዩ ዘለካ ማለት እዩ። ዘሎ ዘረባ ግን እንታይ ትደሊ ብዘየገድስ እዘን ሽዱሽተ ነገራት ኣብ ዝኾነ ኣብ ንብገሰሉ ግዜ ሓድሽ ነገር ክንሃንጾ ክንጅምረሉ ድዩ፣ ሓድሽ ነገር ክንሰርሕ ድዩ፣ ሓድሽ ነገር ክንዓዪ ድዩ ወይ እቲ ኣብ ልብና ዘሎ ነገራት ፈኸም እናበለ ከነውፅኦ ናብ ባይታ ኣብ ንሓስበሉ ግዘ ዶ በል ሓዝኩኻ ዝብሉ ነገራት ኣለዉ ማለት እዩ። So ቁፅሪ ሓደ ቀዳማይ ካብቶም ኩሉ ግዘ ዘሕዘና ነገር እንታይ እንተልኩምኒ ፍርሒ መሰናኽላት ወይ ድማ ፍርሒ ከይንወድቕ ዘፍ ስለንፈርሕ ኢና ማለት እዩ። ብዙሕ ሰብ እዚ ኣዝዩ ኣዝዩ ከቢድ እዩ እሞ እንተወደቕኩኸ እሞ እንተኸሰርኩኸ? ማእከለ ምስ ኣዋፈርኩ ማርኬት እንተወደቐኸ? ማእከለ ምስ ኣዋፈርኩ ስቶክ ማርኬት ክራሽ ተኾነኸ? ምስ ኣዋፈርኩ ዋቅታታ ኩናት ዓለም ተወጽኸ? ምስ ኣዋፈርኩ ገዛ እንተነታደደኒኸ? ምስ ኣዋፈርኩ ተሓመመትኒኸ? ምስ ኣዋፈርኩ ተኸንኩኸ? ቢዝነስ ምስ ከፈትኩ ከምዚ ተኾንኩኸ? ስለምንታይ እዚ ከምዚ ተኾንኩዚ ኣቀዲሙ ዘይመጻካ ኔሩ? ሕጂ ሓድሽ ነገር ክትሓስበሉ ከለኻ ሓድሽ ነገር ክትሓስብ ወይ ድማ እቲ ኣብ ልብኻ ዘሎ ነገራት ኣብ ባይታ ከተውጽኦ ኣብ ትሓስበሉ እዋን እንታይ ይኾን ኣሎ? እዚኦም ነገራት እዚኦም ይፍጠሩ ማለት እዩ ስለዚ ብዙሓት ሰባት ኩሉ ግዜ እንታይ ንገብሩ ሪስክ ንኸይንወስድ የዕንቁፅና እዮም እዚኦም ነገራት እዚኦም ማለት ወይ ድማ ኮንዶኾን ዝበሃሉ ነገራት የዕንቁፅና እዮም ማለት ከይንወስድ የዕንቁፅና ማለት እዩ ህይወት ብምልኣ ኮንዶኾን እያ በቃ ኢፍ እያ በቃ ከምዚ ተጋጠመ ወይ ደኖ ኣብ ገዛ ኣቱ ድካ ኣቱ ኖን ኣይትፈልጥን ካብ ስራሕ ምስ ወረድካ ማለት እዩ ስለዚ እስኻ ግን ክትገብሮ ዘለካ ነገራት ክትፈርሕ ዘይኮነ ዘለ ወይ ድማ ከይትወድቕ ወይ ድማ መሰናኽላት ከየጋጥሙካ ደይኮንካ ትፈርሕ ዘለካ እንታይ ደኣ እቶም መሰናኽላት ኣብ መገዲ እናተዓረዩ ከም ዝኸዱ እንታይ ይብሉ ኣቦታትና ምስ ለኽሎም ኢድካሲ ናብ ባሕሪ የእትዋ ወይ ተሓጺብካ ትወጽእ ኢኻ ወይ ከኣ ዓሳ ሒዝካ ትወጽእ ኢኻ ስለዚ ዓሳ እንድሕር ሒዝካ ወጺኻ ቢዩቲፉል ዓሳ እንድሕር ዘይሓዝካ ተሓጺብካ ትወጽእ the same ተመሳሳሊ ግዜ ማለት እዩ እቲ ባህጊ ልብኻ ኣብቲ ከተጭብጠሉ ኣብቲ ውገስ ግዜ ኩሉ ግዜ መሰናኽላት ከጋጥሙ ንቡር እዮም ስለዚ እዞም መሰናኽላት ከዓ የታባብዑኻን የዕብዩኻን ደኣ እምበር ንድሕሪት ኣይጎትኻን እዮም ማለት ስለዚ ኩሉ ግዜ እንታይ ክትዝክሩ ኣለኩም ሓድሽ ነገር ክጅምሩ ኣብ ትሓስቡ ግዜ እቲ ዘጋጥመኩም መሰናኽልን እቲ ትረኽብዎ ጽባሕ ንግሆ ሩፍታን ሓጎስን ኣይሳነይን እዩ። ምኽንያቱ እቲ ትረኽቦ ማእለያ የብሉን ዓቢ እዩ። እቲ ትኸፍሎ ኣዝዩ ውሑድ እዩ ማለት እዩ። ስለዚ ክንፈርሕ የብልናን ማለት እዩ። ካልኣይ ንጹርነት ናይ ጎል ዘይምህላው ማለት እዩ። ዝበዝሐ ሰብ እንታይ ከም ዝደሊ እንታይ ስለምንታይ ትወፍር ወይ እንታይ ኢኻ ትደሊ እንተኢልካዮ ብኣታ ማእከል እንታይ ኢኻ ትብል ዘለኻ እንታይ እሞ ንደሊ ድኣ እሞ ፍሉጥ ገለ ይብለካ ማለት ኖኖ ኣይኮነን ጽሓፎ ካብ ሎሚ ወርሒ ካብ ሎሚ ዓመት እንታይ ኢኻ ከተዕወት ትደሊ ዘለኻ? እንታይ ሸቶ እዩ ዘለካ? ብልክዕ ዝተጻሓፈ፣ ዘይተጻሓፈ ሸቶ ሸቶ ክኸውን ኣይክእልን እዩ ማለት እዩ። ኣብ ሎሚ ዓመት፣ ክልተ ዓመት፣ ሰለስተ ዓመት፣ ኣርባዕተ ዓመት። ስለዚ እዚኣ ግን ካበይ እያ ትጅምር እንተልኩምኒ፣ ሎማዓንቲ ኮይንካ ንጽባሕ ሸቶ ክትገብረላ ምስ ጀመርካ ማለት እዩ። ጽባሕ እንታይ ኢኻ ትደሊ ወይ ጽባሕ እንታይ ኢኻ ክትገብር ትደሊ? እንድሕር ጽባሕሲ ክትገብረን ትደሊ ነገራት እንድሕር ብግቡእ ዘይፈሊጥካየን፣ እንድሕር ንጹር ዝኾነ ሸቶ እንድሕር ዘይብልካ ኮይኑ ንጽባሕ፣ ጽባሕ፣ ራንክ ክትገብረካ ወይ ድማ ፅባሕ ባዕላ ዘዝመፅ ስለዝደውለልካ ሰብ ከተላግስ ክትውዕል ኢኻ ማለት እዩ ስለዚ ካብ ዝኸፍእ ነገር ከዓ የልቦን ማለት እዩ ስለዚ ንፁርነት ሸቶ ንፁር ዝኾነ ሸቶ እንድሕር ኣለና ኮይኑ ናበይ ከም ንኸይድ ንፈልጥ ኢና ማለት እዩ ዘዝመፅ መገዲ ዘዝመፅት ኣውቶቡስ ደይብና ምኻድ ኣየድልየናን ማለት እዩ እታ ናትና ንብላ ኣውቶቡስ ኣብ ሰዓታን ኣብ ጊዚኣን ክንጽበያን ክትመጻናን ከኣ ግድነታዊ ዝኾን ማለት ስለዚ ንጹር ዝኾነ ሸቶ ዝተጻሓፈ ሸቶ ክህልወና ግድነት እዩ ማለት እዩ። ቁጽሪ ሰለስተ ኣሉታዊ ዝኾነ ኣተሓስባ ብዛዕባ ገዛእ ርእስና ወይ ድማ ጥርጣረታት ብዛዕባ ገዛእ ርእስና ሄይ ልስን ኩላትና ሰባት ኢና ደቂ ሰባት ስለ ዝኾንና ስጋ ስለ ዘለና ኣብዚ ምድሪ ናይ ዓለም ምሉእ ተመክሮ የብልናን ራይት እሱ ስለ ዝኾነ ኩሉ ግዜ ሓድሽ ነገር ኣብ ንፍትነሉ ኣብ ንሓስብ ግዜ ክንጠራጠር ብዛዕባ ገዛእ ርእስና ክገብሮ ክእል ድየ እሞ መን ክሕግዘኒ እዩ ክንብል ጸገም የብሉን። ዘሎ ዘረባ እቲ ዝበዝሐ ሰብ ተጣራጢሩ የድሓርሕር እዩ። ንስኹም ግን ተጣራጢርና ክነደርሕርሕር ዘይኮነ ዘለና በቲ ዝተጣራጠርናሉ ነገር ሓደ ኣክሽን ክንወስድ ክንግደድ ወይ ድማ ንገዛእ ርእስና ክንደፍኣ ኣለና ማለት እዩ። ምክንያቱ ንምንታይ ኣብ ዝተጠራጠርካሉ ግዜ ነብስኻ ሄልስን ብዙሕ ሰባት ሰሚዕኹም ኣለኹም ክላ ዝሓበሻ እኳ ኣይተባባዕካን ክላ ዝሓበሻ እኮ ዳውን እዩ ዝገብረካ ቀዳማይ ክመጽእ ዘለዎ ንስኻ ንነብስኻ ዳውን ኢኻ ትገብራስ ወይሲ ከም ብጹእ ከም ብሉጽ ሰብ ኢኻ ትሪኣ ስለዚ ነብስኻ ገዛእ ርእስኻ እንድሕር ከም ብሉጽ ሰብ ዘይትሪኣ ኮንካ ገዛእ ርእስኻ ከም ዕዉት ሰብ ዘይትሪኣ እንድሕር ኮንካ ኣንቱም ሰባት ገለገለ እኮ ሓደ ሓደ እኮ ኣብ ሻምናይ ክፍሊ ትምህርቲ ዝወደቐ ሰብ ክሳብ ሎማዓንቲ ደንቆሮ ኢሉ ዝሓስብ ሰብ እኳ ማእለያ የብሉን እኮ በታ ናይ ሓንቲ መዓልቲ ምስ መምርዲ ተባኢሱ ወላ ሕማቕ መዓልቲ ውዒሉ ትምህርቲ ፈተና ጽቡቕ ዘየምጽኣ ኣነ ደንቆሮ እየ ትምህርቲ የብለይን ኢሉ ዝኣምን ሰብ ማእለያ የብሉን። ንስኻ ባዕልኻ እንድሕር ንገዛእ ርእስኻ ደንቆሮ እየ ትብላ እንድሕር ኣለኻ ኮንካ ካልኦት ሰባት በየናይ መለክዒ እዮም'ሞ ንዓኻሲ ብሉጽ ሰብ ኢሎም ክጽውዑኻ? ስለዚ ንገዛእ ርእስና ኣሉታዊ ዝኸነ ኣተሓሳስባ ካብ ምሃብ ክንቅጠብ ክንቁጠብ ክንክእል ኣለና ማለት እዩ። ቃላትና ኣዝዮም ኣዝዮም ሓደገኛታት እዮም ማለት እዩ። ልክዕ ከምቲ ነቲኦም ሰባት ቃል ሕማቅ ቃል ኣብ ንህበሎም ግዜ ልቦም ንሰብሮም ንሕና ድማ ካይተረዳኣና ንገዛእ ርእስና ዳውን ንገብራ ኢና ማለት እዩ ስለዚ ገዛእ ርእስና ካብ ዲስከረጅ ምግባር ገዛእ ርእስና ካብ ንታሕቲ ንምውዳቅ ብኣሉታዊ ሓሳባት ካብ ንጸልዋ ብኣወንታዊ ሓሳባት ክንቅይሮም ክእለና ኣነ ይክእል እየ ሓንቲ ኣላ ናይ ኣደይ ዝፈትዋ ኣበሃህላ ማለት እዩ እንታይ ትብል መሲልኩም ኣደይ ዝኮነ ይኩን ነገር ክትጅምር ኣብ ትሓስበሉ ግዜ ማእከል ወደይ just go do it እያ ትብለካ ማለት እዩ ደርሆ ሓሪዱ ዝተላመዶ ሰብ የለን ትብል ጥቅሲ ነራ ኣተባሃላ ነራታ ማለት እዩ ዝፈትዎ ኣጠቃቅሳ ክሳብ ሎማዓንቲ ዝደለክዎ ነገር ንክጅምር ዋላ ሓንቲ ደምበርጽ ኣይብለንን እዩ ማለት እዩ ስለዚ ንስኩም ከኣ ሓንቲ ንእሽተይ ንዓኩም ጥቅሲ ድያ ኣበሃህላ ድያ ከተበግሰኩም ትክእል ትተባብዓኩም ትክእል ነገር ኣብሉ ስለዚ ይግብኣኒ why not ታይ ደርሆ ሓሪዱ ተላሚድዎ ዩ ማኣከለ ቪድዮ ምግባር እንታይ ከምዚ ዘይግባእ ንገብር ንፈርዖ እንታይ ጸገም ኣለዎ እዚ ከምዚ ምግባር ታይ ጸገም ኣለዎ ኤዲት ንምግባር ታይ ጸገም ኣለዎ እንግሊሽ ምዝራብ እንታይ ጸገም ኣለዎ እዚ ምግባር ታይ ጸገም ጸገም ድበሃል የብሉን ጥራይ pay the price ማለት እዩ be ready to pay the price ማለት እዩ ስለዚ ደርሆ ሓሪዱ ዝተላመደ ሰብ የሎን ትብል ጥቕሲ ኣይትረስዑ ኣብ ርእስኹም ሕዝዋ ማለት እዩ ኦኬ ነምበር ፎር ፕሮካስቲኔሽን ኤንድ ላክ ኦፍ ዲስፕሊን ዝበዝሐ ሰብ ማእከል ፅቡቅ ሙድ የለኹን ሎማዓንቲ ብለካ ሻራብ ከምኡ ድበሃል የለን ፅቡቅ ሙድ ሃሉ ኣይትሃሉ ብዘየገድስ ኦብሊጌሽን ኣለና ሓላፍነት ኣለና ክትገብሮ ነገር ትገብሮ ሓላፍነት ማእላያ ዘይብል ክትገብሮ ዘለውካ ነገራት ኣለዉ ናይ ገዛ ክራይ ምኽፋል ኣሎ ናይ ቆልዑት ድዩ ናይ ሓዳር ድዩ ናይ ናብራ ድዩ ዋላ በይንኻ ንሕር ክንጋ ፅባሕ ንጎ ናብራ ሓዳር ንክትገብር ማእለያ ዘይብሉ ሓላፍነት ኣለካ ማለት እዩ እዚ ዓለም ከዓ ትእውደካ እምበር ኣይትእውዳን ኢኻ እዚኣ ዓለም እዚኣ ትእውደና እምበር ኣይንእውዳን ምኽንያቱ ንሕና ገዛእታ ስለ ዝኾንና ሓደ ተገዛኢት ንገዛኢ ክእውዶ ኣይክእልን እዩ ኩሉ ግዜ ገዛኢ እዩ ንተገዛኢ ዝእውዶ ማለት እዩ ስለዚ ንሕና ክንገዝኣ ስለ ዝኾንና እቲኣ ትግዛእ ከኣ ኩሉ ግዜ ገንዘብ ክትሓተና እቲ ናትና ሞያ ክትሓተና ዓቕምና ክትሓተና ፍርያምነት ክትሓተና እዚኣ ምድሪ ግድነት ስለዚ ጽቡቕ ዶ ኣብታ ትሰማዓና ግዜ ዶ ኣይኮና ክንሰርሕ ዘለና ጽቡቕ ንኽስማዓና ኢና ንሰርሕ ዘለና ማለት ዳትስ ዋይ ሕጂ ብዙሕ ሰብ እንታይ ዝኸውን ዘሎ ስትረስ ዝገብር ዘሎ ዲስፕሊን ስለ ዘይብሉ እዩ ማለት እዩ ዓሰርተ ሓሙሽተ ደቒቕ ቪድዮ ክውድእ ዘይክእል ደረጃ በጺሑ ኣሎ ኣብዚ ግዜ እዚ ብሰንኪ ሾሻል ሚድያ'ዚ ዕስራ ደቒቕ ተጻዋውርነት ገይሩ ሓደ ሰብ ፎካስ ገይሩ ክሰርሕ ይጽገመሉ ዝጽገመሉ ግዜ ኢና በጺሕና ዘለና ማለት እዩ። እዚ ከኣ እንታይ እዩ ስትረስ ዶ ዲፕረሽን ዶ ገለመለ ዶ ኩሎም እዚኦም ኣብ ርእስና ንክመጹ ቅድሚ ክልተ ሚእቲ ዓመት ዲፕረሽ ስትረስ ከም ዘየለ ትፈልጡ ዶ ቅድሚ ክልተ ሚእቲ ዓመት ክህሉ ክእል እዩ ግን ከምዚ ናይዚ ሕጂ ነገር ኣይነበረን ማለት እዩ። ቅድሚ ክልተ ሚእቲ ዓመት ኩሉ ሰብ ብዛዕባ ምህዳን ብዛዕባ ከመይ ገሩ ሳርቫይቫል ደኣ ይገብር እምበር ብዛዕባ ከመይ ገሩ ሓሳባት ጨኒቕዎ ርእሲ ሕሚኒ ከምዚ ሕሚኒ ክስቶ ርእየ ክስቶ ርእየ ኢሉ ዝግብለሉ ነበረን ማለት እዩ ስለዚ ዩር ኢሞሽን ፕለይ ኖ ሮል ትብል ኣበሃህላ ኣላትና ማለት እዩ እዚ ገዛ ኩሉ ግዜ ኢሞሽናትካ ብዘየገድስ ሕማቅ ክስምዓካ ክኾን ይኽእል እዩ ፅቡቅ ዶ ክስምዓካ ክኾን ይኽእል እዩ እቲ ንግሆ ሙደይ ከምዚ ዶ ገለ መለ ክኾን ይኽእል ከምኡ ድበሃል የለን ጀስ ተስእ ሙድካ ባዕልካ ክትቀይሮ እምበር ሙድካ በብዝመፀካ ንሕርቲ ከይድ ከንካ እሞ ከዓ ትበፅሖ ደረጃ ነገር የልቦ ማለት ስለዚ Lack of discipline ወይ ድማ ስነ ስርዓት ትዕግስቲ ዘይምህላው ኣዝዩ ኣዝዩ ሓደገኛ ትዕግስቲ መራርያ ፍሪኣ ግን ምቁር እዩ ከምኡ ዝብል ጥቕሲ ነራ ይዝከረ ንእሽተይ ከለኹ ወዲ ሓሙሽተ ዓመት ከለኹ ገዛና ብተሽሙሻ ተጻሓፈት ትዕግስቲ መራርያ ፍሪኣ ግን ምቁር እዩ ማለት ስለዚ ትዕግስቲ ክንገብር ወይ ድማ ስነ ስርዓት ክንገብር ከብለና እዩ ማለት እዩ ነምበር ፋይቭ ሓደ ካብቲ ደቂ ሰባት ኣሲሩ ሒዝና ዘሎ እንታይ እንተልኩምኒ ፍርሒ ናይ ለውጢ ለውጢ ኣይንፈትውና ኩላትና ንሓደ ሰብ ኣብ ሓንቲ ኣረጊት ገዛ ዝነብር ዝነበረ ሰብ ወይ ኣብ ሓንቲ ጽብቕቲ ህድሞ በቃ ተኻናኺኑና ዓሰርተ፣ ዒስራ፣ ሰላሳ ዓመት ዝነበረላ ኣምጽእ ኣቢልካ መረባዕ ክንሰርሕ ገንዘብ ክህበካ'የ እንተልካዮ ቧእ ኣንታ ግደፈኒ እንዶ ሕጂ መን'ዩ ዚንጎ ክብሎ እዚ መን'ዩ ክብሎ ከምዚ'ዶ መን'ዩ ክብሎ ንምንታይ እዚ ከምዚ ዝብል ዘሎ ለውጢ ዝፈርሕ'ዩ ወዲ ሰብ ኩሉ ብባህርያቱ ኣእምሮና ንሳርቫይቫል እምበር ንስትራይቭ ክንገብር ንዓቢ ነገር ንኽንሰርሕ ወይ ድማ ንኽንዕወት ሕጉሳት ንኽንከውን ኣይኮነን ተዋሂብና ዘሎ ማለት እዩ ንሕና ኢና ኣጃስት ጌርና ሄይ እዚ ይግብኣና'ዩ እዚ የድልየና'ዩ እዚ የድልየና'ዩ ዓሳ ክሕምብስ ምስ ረኣናዮ እንታይ ኢልና ደቂ ሰባት ኦከይ ልክዕ ከም ዓሳ ጌርና መርከብ ክንሰርሕ ኣለና ኢልና መርከብ ሰሪሕና ማለት እዩ። ንጭሩ ክነፍራ ኣዕዋፍ ክነፍራ ምስ ረኣና ልክዕ እንታይ ገይሩ ካብኡ መጠን ተበጊሱ ከኣ ነፋሪት ክትምህዝ ክኢላ ማለት እዩ። ወዲ ሰብ ባዕሉ ደኣ ብዘበሎም ብዝ ኣእምርኡ ብዳይሬክሽን ብዘተሓዞ መገዲ ደኣ እምበር ኣእምሮኻ ኩሉ ግዜ ንሳርቫይቫል ሞድ ጥራይ ማለት እዩ። ኩሉ ግዜ ለውጢ ክፈርሕ ግድነታዊ ማለት እዩ ኮንፎርት ዞን በቃ ናይ ምቹእነት ዞባ ትኾን ማለት እዩ እንድሕር ዕስራ ዶላር ከይዳ ዶመዝካ ካብኣ ወጺኻ ቻለንጅ ጌርካ ገዛእ ርእስኻ በቃ ነብስኻ ናብ ሓደ ሕይል ዝበለ ነገር ጽንኩር ዝበለ ነገር ወሲድካ ኣምሂርካ ሰላሳ ዶላር ከተምጻሉ ዝግብኣካ ክላእ እሞ ሕጂ በይ ክንገብሮ ከመይ ክንገብሮ ክላእ ከቢድ እዩ ዝኸውን ከምዚ ደሞ ኣበይ ክኸይድ ገለ መለ እናበልካ ተትገብራ እሲር ተብላ ማለት ስለዚ ኢምብረስ ቻለንጅ as necessary part of the growth ማለት እዩ ስለዚ it's part of ናይቲ growth ወይ ድማ እቲ ናይቲ ከይዲ እዩ በቃ ፓርቲ ናይቲ ከይዲ ስለዝኾነ ኩሉ ግዜ ክንደፍኦ ጥራይ ንቕድሚት ይግባኣና ማለት እዩ ነምበር ፋይቭ ኢዝ ላክ ኦፍ ፐርሲስተንሲ ማለት እዩ ሓደ ካብቲ ዝዓበየ ፀገም ክብሎ ዝኽእል በቃ እዚኣ ኣይ ቲንክ ንዝበዝሐ ሰብ ፅጉም ወይ ኢለ ዝኣምን ማለት እዩ እንታይ እንተልኩምኒ ብዙሕ ሰብ ትሱን በቃ ትብግስ ምስ ኣበለ ተስፋ ይቆርፅ ክላእ ከምዚ ኣይመሰለኒ እዚ ፈተና ክንድዚ ፈተና እንተለዎ ደኣ ክንድዚ ትምህርቲ እንድሕር ኣለዎ ሰብ ምድዋል እንተለዎ ደኣ ከምዚ ምግባር እንተለዎ ደኣ ክላእ ቪድዮ ኤዲት ምግባር እንተለዎ ኣብ ደገ ወጺኻ ምዝራብ እንተለዎ ኖ ኖ ኖ ኖ ኖ ዶን ጊቭ ኣፕ ዶን ጊቭ ኣፕ መቸም ኩላትና ኣብቲ ንሰርሓሉ ዘለና ስራሕ ክንደይ ዓመት ሰሪሕና ኣለና ክንደይ ግዜ ሂብና ኣለና ነብስና ንሕታ እንድሕር ኣርባዕተ ዓመት ሂብካዮ ኣለካ እንካ ነቲ ትብሎ ዘለካ ሓዳር እቲ ክትጅምሮ ነቲ ትብሎ ዘለካ ትምህርቲ ድዩ ነቲ ትብሎ ዘለካ ኮርስ ድዩ ነቲ ትብሎ ዘለካ ኤዲትን ድዩ ብዘየገድስ ነየናይ ክትጅምሮ ዘለካ ክንዲ እቲ ቅድሚ ሕጂ ነቲ ስራሕኻ ነቲ ዘየዕውተካ እንዳ ከም ዘየዕውተካ ምዃኑ እንዳፈለጥካ ከሎኻ ማእለያ ዘይብሉ ዕድመ ናይ ግዜኻ ዝሃብካዮ ነቲ ከዕውተካ ዝኽእል ነገራት ከኣ ቁሩብ ሃቦ እንተወሓደስ ፍርቁ ነገር ሃቦ ማለት እዩ ስለዚ too soon ወይ ድማ ቀልጢፍካ ተጻዋርነት ዘይምህላው ብቁልጡፍ ኢድካ ምሃብ ማለት ኣዝዩ ኣዝዩ ሓደገኛ እዩ ማለት ስለዚ እዚኣ ከኣ ሓንቲ ካብተን ሻድሸይቲ ማለት እዩ ኩሉ ግዜ ግን remember one thing ባይ ዘ ዌይ ቅድሚ ናብዚኣ መወዳእታ ምኻደይ እዚኣ ቪድዮ እንድሕር ፈቲኹማ ናብ ብዙሓት ሰባት መታን ክበጽሕ ሸር ግበርዋ ንዓኻ እንድሕር ጠቒማትካ ንብዙሓት ሰባት ክጠቕሞም እያ ንዓኻ እንተ ዘይጠቒማትካ እውን ንኻልኦት ሰባት ክፈትዋን ክጠቕሞም ስለ ትኽእል ፕሊስ ሸር ግበርዋ ናብ ኩሎም ሰባት ማለት እዩ ናትኩም ሓሳባት ከኣ ኣብ ኮመንት ጸሓፉለይ ማለት ኣየንተን ካብዘን ሽዱሽተ ሒዛትኩም ማለት እዩ ኣብዘን ሽዱሽተ እዚ ኣየንቲ እያ ንዓኻ ዳው ቢላትካ ዘላ ሓንቲ ድያ ክልተ ድያ ሰለስተ ድያ ብኸመይ ክቻለንጅ ገርክያ ከኣ ናትኩም ፊድባክ ክሰምዕ ከኣ ደስ ምበለኒ ማለት እዩ ሓንቲ ግዜ ሓንቲ ግን እዚኣ ዘክሮ ኩሉ ግዜ ኩሉ እንኸፍሎ ዋጋ ምስ እንረኽቦ ጠቕላላ ኣይማጠጠን እዩ እቲ ንረኽቦ ክንድዚ እዩ እቲ ንኸፍሎ ካዓ ክንድዚ እዩ ማለት እዩ ስለዚ ክንድዚ ከፊልካ ክንድዚ ምርካብ ይሕሸና እቲ ባህጊ ልብና ዘለዎ እቲ ዕጋበት ዘለዎ እቲ ኣብ ደስ ዝበለካ በቃ ኣብቲ ናብዚ ምድሪ ዝመጻኻሉ ዕላማ ክትነብር ከለኻ ካብኡ ዝበልጽ ነገር የለን ማለት እዩ ስለዚ ነቲ ክንጅምሮ ዘለና ሓዳርና ድዩ ፋይናንሳዊ ሴፍ ምግባር ድዩ ኢንቨስት ምግባር ድዩ ቢዝነስ ምጅማር ድዩ ትምህርትኻ ምጅማር ድዩ ኮታ ዝኾነ ይኹን ብዘየገድስ ሎማዓንቲ ክንጅምሮ ክንክእል ኣለና ማለት እዩ እዚ ኩሉ ዝበልናዮ just ናይ ኢሞሽን ጥራይ ናይ ፍርሒ ብ እንተ ይኸውን እዩ እምበር ዋላ ሓንቲ እዚ ኩሉ ነገር እዚ ዝፍጠር ነገር ኣይኮነን ኣብዚ ባይታ ብ ይኸውን ኢልና ዝተኣሰርናዮ ዘለና ማለት ስለዚ ካብ ሎማዓንቲ ውጻእ ኢልኩም እቲ ኣሲርኩም ዘሎ ኣውጺኹም ናብቲ ዝላዓለ ደረጃ ንክትበጽሑ ከኣ ትምኒተይን ድሌተይን ስለ ዝኾነ ኣብ ላዓሊ ደረጃ ክርእየኩም ከኣ ደስ ይብለኒ ምሳኹም ዝጸናሕኩ ሓውኹም ማኣከለ ስለቲ ኩሉ ግዜ ትገብሩለይ ደገፍን ምትብባዕን ብጣዕሚ እየ ደመስግን thank you very much ኣብ ካልኣይ ቪድዮ የራኽበና see you።